Hey ሽኮሪናታት welcome back to ሽኮሪና by ሓቢ ከመይ ቀኒኹም ኩላትኩም ክቡራት ተዓዘብቲ ሽኮሪና ብሓቢ ሎመዓልቲ ተመሊሰ ኣለኹ ምስ ሓድሽ መደብ ሎመዓልቲ ደሪኦኩም ከመይ ጌርክን ንሜካፕ ብራሽስክን ትጥርዮ ኣብ ገዛ ክንክርኤክነ እወ ኣሎ ግዜ ንጸሊ ኢና ክንኣጥቦ ነቲ ሜካፕ ብራሽስ ይስችወና እዩ ንደክም ኢና ግን ኣገዳሲ ነገር እዩ ክትኣጥቦ ኣለክን ኩሉ ግዜ ሜጋ ብራሽክን ሕጂ ከርእክነ ቀላል ሳምና ኣብ ገዛ ክንትሰርሕኦ ከርእክነ ተስፋ ይገብር ትፈትኦ ትኾኑ ከይትርስዑ ላይክ ካሜንት ሸር ን ሰስክራይብ ነዚኣ ሜካፕ ብራሽ ክለንዘር ክንሰርሕ ተኮይና መጀመርያ እንታይ ኢና ክንደሊ ሓንቲ ኩባያ ማይ ጡሪ ማይ ጡሪ ከዓ ናይ ቡምባ ክንክን ክንጥቀማ ናይ ጎማ ኢኽን ክትጥቀማ ኣነ ሕጂ ፒሪፋይድ ዎተር እየ ዝጥቀም ዘለኹ ካብ ጎማ ናይ ቡንባ ከይትጥቀማ። ኦከይ እታ ካልኣይቲ ንጥቀም ከኣ ሓንቲ ዋን ፎርፍ ካፕ ሓንትን ርብዕን ድዩ ሲክስቲ ሱሳ ኤምኤል ረቢንግ ኣልኮሆል ክንጥቀማ ኢኽን እዚ ረቢንግ ኣልኮሆል ኣልኮል እዩ ኣልኮል ኣብ ፋርማሲ ትገዝኦ ናተይ ከም ዝጉዕ ሕብሪ እዩ ግን ዝኾነ ሕብሪ ኣሎ እሱ ይኽን ክትጥቀማ ካልኣይ እንታይ ክንደሊ ኢና ሓንቲ ማንካ ሳምና ናይ ጨጉሪ ሕጂ ኣነ ናይ ኣልባ ቡታኒካ ሻምፑ እየ ናይ ጨጉሪ እየ ዝጥቀም ሕጂ እሱ እየ ዝጥቀም ዘለኹ ደለክን ኣብ ገዛኽን ሻምፑ ናይ ጨጉሪ ተለክን ሓንቲ ማንካ ሻምፖ ናይ ጨጉሪ ክደልያ ኢኽን ኦኬ ካልኣይቲ ንደሊ ሓንቲ ማንካ ኤንታይ ባክቴሪዮ ዲሽ ዋሽንግ ሶፕ ክንደሊ ኢና ኣነ ሓንቲ ማንካ ይጥቀም ኣለኹ ዘለክን ዲሽ ዋሺንግ ሶፕ ናይ ጥርሙዝ ናይ ብያቲ ንኣጥበሉ ሳምና ምሽ ኣሎ ኤንታይ ባክተሪዮ ክኸውን ኣለዎ ኤንታይ ባክተሪዮ ሳምና ናይ ጥርሙዝ ናይ ሸሓኒ ንኣጥበሉ ሓንቲ ማንካ ከምኣ ካ ክንጥቀም ኢና እዚ ኤንታይ ባክተሪዮ ነቲ ባክተሪዮ ክቀትሎ እዩ ሕጂ ኣገዳሲ ነገር እዩ ንዑ ክትጥቀማ። ኦከይ ሕጂ ኩሉ ነገር ኢትና ኣብታ ሸሓኒ ብማንካ ጌርክን ድዩ ብፋርኬታ ድዩ ደስ ዝበለክን ክትሕውስኦ ኢኽን ንቲ ኩሉ ድእትናዮ ኣብቲ ሸሓኒ ጽቡቅ ጌርክን ኣዳውስኦ ኩሉ ክሕወስ ኣለዎ ጽቡቅ ገይሩ ሶ ሚክስ ክትገብሮ ኢኽን ኦኬ ሕጂ ደስ በለክን ሜካፕ ብራሽ ዘለክን ክትኣጥኦ ትደልያ ኣውፅኦ ካልእ እንታይ ትገብራ ኢኽን ተለክን ፅቡቅ የብልክን እንተኮይኑ ከምዚኣ ሊላ ናይ ብራሽ ክለንዘር እያ እዚኣ ሕጂ የብልክን እንተኮይኑ ደሓን ኣገዳሲ ብዙሕ ኮነን ብኢድክን ገርክን ኳ ትኣፅቦ ኢኽን ተለክን ኳ እዚኣ ሕጂ ኣብ ኣማዛን ገዘ እያ መሰኒ ሓሙሽተ ቅርሺ ደ ሰለስተ ቅርሺ ኣብ ኣማዛን ገዘ እያ እንታይ ትገብራ የብልክን እንተኮይኑ ግሎቭ ክትገብራ ኢኽን ግሎቭ ገርክን ናይ ኢድ ኣብቲ ሻምፑ ናይቲ ብራሽ ቁርብተይ ጥብቅ ተብሎ ያኸን ንቲ ብራሽክን ዳሕራይ ክትፈፍሖ ያኸን ብኢድክን ገርክን ብከብዚ ከቢብ ሞሽን ገርክን የብልክን ተኮይኑ ከምዚ ኣሊላ ብራሽ ክለንዘር ተለክን ኳ ከምዚ ከምቲ ኣነ ደገብረሉ ካብዚ ቪድዮ ጥቡ ገርክን ፍሕፍሕ ክተብሎ ያኸን ንቲ ብራሽክን ኩሉ ትርስሓት ክወፅ ኣለዎ ኦኬ ሕጂ ፅቡቅ ገርክን ፍሕፍሕ ክተብሎ ኣለክን ንቲ ብራሽክን ኩሉ እቲ ርስሓት ንቲ ባክተርያ ድዩ እቲ ሜካፕ ድዩ እቲ ርስሓት ዘይቲ ክወጽእ ኣለዎ ካብ ብራሽዝና ጽቡቅ ገርክን ፍሕፍሕ ኣቢልክን ዳሕራይ ኣብ ማይ ክትልቅልቀኦ ኢክን ዳሕራይ ብ ስሩማ ሽጎማ ነገርክን ከኣ ንቲ ማይ ክትልግሰኦ ኢክን ሕጂ ዳሕራይ ከምዚ እዩ ክመስል እቲ ብራሽክን ጽቡቅ ገሩ ጥሩይ ክከውን እዩ ጥዑም ክጨኑ እዩ ኣገዳሲ ነገር እዩ ከምዚ ክትገብራ ኣለክን ኣይገበርክን ተኾንክ እንታይ ክኸውን እቲ ፀገም እንታይ ክወፅ እዩ ፈፀጋ ክወፀክን እዩ ተውሳስ ክወፅ እዩ ፅቡቅ ኮነን ሕጂ ክርእክነ ከመይ ገርክን ኳ ተኣፅብኦ ንቲ ስፖንጅ ናይ ገፅክን ተለክን ስፖንጅ ከምዚ ቢዩቲ ብለንደር ተለክን ከመይ ገርክን ኳ ተፅርዮ ክርእክነ ዳርጋ ልቀለል እዩ እዚ ከዓ እንታይ ትገብራ ነቲ ቢዩቲ ብለንደር ኣብ ዝኾነ ፕላስቲክ ጎማ ክትእትዎ ይኽን ዳሕራይ ትሳምና ቁርብተይ ክትእትዎ ይኽን ኣብቲ ኩባያ ደጊምክን ቁርብተይ ማይዃ ክትገብራሉ ኢኽን ሕጂ ትርኣየን ኣለኽን ቁርብተይ ገርኢተሉ ኣለኹ ዳሕራይ እንታይ ገብረ ማይ ቁርብተይ ክውስኸሉ እየ ዳሕራይ እንታይ ገብረ ኣብ ማይክሮዌቭ ክእትወ እየ ኣብ ማይክሮዌቭ እትኽን ኳ ንዓሰርተ ሓሙሽተ ሰከንድስ ኢኽን ክትጥቀማ ደቂቅ ኮነን ሰከንድስ 15 ሰከንድስ ኣብ ማይክሮዌቭ ትእትወ ኢኽን ዳሕራይ ኮፍ ክብል ኣለዎ ቁርብተይ

ጸገማት ብዙሕ ዝመጽእ ፈጸጋ ይመጽእ ተውሳስ ይመጽእ ባክቴርያ ኩሉ እቲ ርስሓት ዝነበረ እቲ ዘይቲ ድዩ እቲ ሜካፕ ድዩ እቲ ባክቴርያ እቲ ጀርምስ እቲ ዝሞተ ቆርቦትና ኣብኡ እዩ ድል- ኮፍ ትብል ኣብቲ ብራሽስ ሕጂ ደጊምክን ርስሓ- ዝኾነ ረሳሕ ነገር ኣብ ገጽክን ተገርክን ተውሳስ ክወፀክን እዩ ፈፀጋ ክወፀክን እዩ ሕጂ ኩሉ ግዜ ክትዓፅዎ ኣለክን እዚኣ ኸዓ ቀላል እዚኣ ሪክና ኢኽን ቀልጢፍካ ኢኻ ኩሉ ነገር ትርስሓት ቀልጢፋ ተልግሰልካ ሕጂ ኣገዳሲ ነገር ኩሉ ግዜ ክትዓፅቦ ኣለክን ብዙሓት ክንዲ ፅሕፋለይ ሓበን ሜካፕ ገይረ ገፀይ ፈፀጋ ወፂኒ ኖኖ ፈፀጋ ባክቴርያ እዩ ባክቴርያ ተለኮ ፈፀጋ ክወፅ እዩ ሕጂ ዝኾነ ነገር ኣጥሪኽን ኢኽን ክጥቀማ ዘለክን ኣብ ገጽክን ምናዳ ክትገብርኦ ተኮንክን ዝኮነ ጹሩይ ነገር ኢክን ክትገብራ ዘለክን ሕጂ ኣገዳሲ ኢዩ ከምዚ ክትገብራ ክተጥርዮ ኦኬ ሕጂ ማይ ዳ ገበርክን ዳ ጸሞቅክን ኩሉ እቲ ርስሓት ዳ ደገምክን ማይ ወሲክክን ትጠምቆ ማይ ትወስካሉ ትጸምቆ ሕጂ ኩሉ እቲ ርስሓት ኩሉ እቲ ሜካፕ ድዩ እቲ ፋውንዴሽን ዝነበረ ክወጽ እዩ ካብታ ስፖንጅ ተጸርያ ኦኬ ሕጂ ትሪያ ኣለኽን ጸርያ እዚኣ ቢዩቲ ብለንደር እዚኣ ስፖንጅ ገለ ዓይነት ኣይ መሲላ ከምዚ ሕጂ ሓዳሽ ተገዝእክዋ ከምያ ትመስል ዘላ ኣገዳሲ እዩ ከይትርስዓ ሽኮርነታት ንዓኽን ክሕግዘኪ ነዚኣ ቪድዮ ሰሪሓ ኩሉ ግዜ ሜካፕክን ወዲእኽን ክትኣፅብኦ ኣለክን ኩሉ ትብራሸስክን እዚኣ ቀላል ኢኻ እዚኣ ደሪኣኸኽን እዚኣ ሻምፖ ኣብ ገዛኽን ትሰርሓ ኢኽን ኩሉ ግዜኻ ካብ ከይድክን ክትገዝኣ ከምዚኣ ገርክን ሰሪሕክን ኮ ንዓኽን ይሕግዘክን እዩ ሴቭ ተገብራ ኢኽን ሰልዲ ካልእ ከኣ እቲ ባክተርያ እቲ ርስሓት እቲ ጀርምስ ካብቲ ቢውቲ ብለንደር ድዩ ካብቲ ሜካፕ ብራሽስ ከኣ ተልግስኦ ኣለኽን ሶ ጽቡቅ እዩ ንጥዕና ናይ ቆርበትክን ፈጸጋ ድዩ ቶሳስ ኣይወጸክን እዩ ሕጂ ኣገዳሲ እዩ ኩሉ ግዜ ከምዚኣ ክትገብራ ኣለክን። ኦከይ ሽኮርናታት ሕጂ ወዲኤ ኣለኹ መደበይ ተስፋ ይገብር ትፈትዎ ትኾኑ እዚ ቪድዮ ከይትርስዓ ላይክ ካመንት ሸር ን ሰብስክራይብ ክትገብሩ ኣይትሕመቁ ኸኣ። ሸር ግበሩ ኣብቲ ናተይ ቪድዮታት ኣብ ዝመፅእ ዘሎ ሰሙን ከዓ ኣምላኽ የራኸበና ሰናይ ቅነይ ንኹላትኩም ቻው ሽኮይናታት